ሰላም ሰላም ፍትዋትን ክቡራን ተኻታተልቲ ከመይ ትጸንሑታ ኣብ ዘለኹሞ ሰላም እናተመነኹ ኣብና ሎማዓንቲ መደብና ናዚ ዕለት ኣነጋጋሪ ዝበል ናይ መዳባት ሒዝናልኩም መጺና ኣለና ካብዚኣ ክሳብ እዚኣ ካብዚኣ ክሳብ እዚኣ ዝርግ ሓል ኣብ ኣብቲ ውሽጢ ስቴድየም ኮንካ ክትሪኦ ከለካ ናይ ባዕሉ ዝኮነ ስምዒት ይፈጥረልካ እዩ ብሰርከስን ብገለን ክትርኢ ከለካ ትግራይ መዓስ እያ ከምኡ ትከውን ኢልካ። ቅርሺ ተቀቢላ ይብለኒ ንዓይ ንዓካ እውን ክንደይ ዘይተብሃልካ ክደጋገም ከሎ ሓቂ ይመስል።
ፅምዶ ሚባለው ለመስበር። ብኣብይ ኣሕመድ ዝካየድ ግፍዕታት ኣሎ ስለምንታይ እዩ ኣዶናይ ተዛሪቡ ዘይፈልጥ? ጉዳይ ባንዴራ ኣብ ሱሳን ክልተን ሃይለስላሰ ነዚኣ መሌ ኣውሪዱ። ኩሉ ግዜ ሓድሽ ሓድሽ ሓበሬታታት ንክበጽሕኩም ኩሉ ግዜ subscribe like ምግባር ኣይትረስዑ ናብ ቀንዲ ቀንዲ ዝርዝራቶም ክውስደኩም ሰናይ ምክትታል። ሽፍታ ተኸልቲ ካብዚ ብምቕጻል ድማ ንሰልጠነ ግርማይ ሓያል ተቓውሞ እናገበርሉ እዮም እስቲ ናብቲ መደብ ክብልኩም ቅርሺ ተቀቢላ ይብለኒ ንዓይ ንዓኻ እውን ክንደይ ዘይተብሃልካ ደጋግም ከሎ ሓቂ ይመስል። ዝመስል እዩ ሓደ ሓደ ግዜ እሞ እስኺ መረዳእታ ትምልስሉ እንተ ዘይብልካ። ኾነ። ሎማዓንቲ ንመጀመርያ ግዜ ይዛረብ ኣለኹ ሎማዓንቲ ንመጀመርያ ግዜ ኣይሪኦን እሞ ውን ናትኪ ከኣ ሓንቲ።
ጌጋ ኣለኪ ሓንቲ ከኣ ሰብ ደይፈለጣ ናይ ወዲ ዕጹው ክፍት ሓንሳብ ተተዛሪቡ በኣኻ ክልተ ግዜ መልሲ ክትህብ ኣለካ ሓንሳብ ተመጺካ ክልተ መጥቃዕቲ ተረዲእኪ ኣሎ ክልተ ግዜ ክተጥቅዖ ኣለካ ሕጂ ናተይ ታዲያ ተሕምሞ መስለኪ እታ ቀንዲ ተሕምሞ ምስ ብዙሓት ሰባት እኮ ይጋራ ፈጢሩ ምስ ብዙሓት ሰባት እኮ ክጻረፍ ኢዩ ዝውዕል ካልእ ስራሕ እኮ የብሉን ኣብቲ ቻነሉ ርኢኽሞ ዶ እዚኣ ርኢኽሞ ዶ እዚ ንኽንደይ ንኽንደይ ንኽንደይ ደረፍቲ እኮ ኢዩ ድዋዕዋዕ ኣቢሉ ንኽንደይ ስነ ጥበባውያን እኮ ኢዩ ኣእምሮኦም ሰይርዎም ጸኒሑ ስለዚ ሓንሳብ ተመጺኪ ብኣኺ ተተዛሪቡ ዓሰርተ ግዜ ክትምልስሉ ኣለኪ ዋላ ምምላስ ተኣቢኪ ስኡል ከትቅጥቅጥዮ ኣለኪ መድሃኒቱ ስለ ትፈልጥዮ ኣነ መድሃኒቱ ስለ ትፈልጦ ናይ ክንደይ ስነጥበባውያን ተዋሪዶም ተጸሪፎም ዝነበሩ ተዋሳእቲ ኩኑ ደረፍቲ ኩኑ ስቕ ኢሎም ንዒቖሞ ነይሮም ተረዲእኪ ናይ ኩሎም ኣፈኛ ኮይነ ኣነ ሽዱሽተ ወርሒ ሙሉእ ከይብኡ ተዛሪበ ኣነ ብመን ክዛረብ ንሰምዖ ሕጂ? ኣይዛረብን። ኣዛራርብኡ ከማን ተቀይሩ ቀጥቀጥ እንዳበለ እዩ ዝዛረብ ሪኢክዮ ሰርዓት ሒዙ ይሽመጥ ስለ ዘሎ ማለት እዩ ኮርማጅ እንዳተምሃረ ከይድ ኣሎ ጽቡቅ ጌሩ ከኣ ተረዲእኪ ኣሎ ኣብ ፖስትኡ ክሕዝ እዩ ማለት እየ ስለዚ ሲ ኣነ ሕዚ ሰላም ከመይ የሕምሞ እኮ እዩ ሕዚ ንኩሎም ኣብ ጽምዶ ዝሰርሑ ሰባት ኣጸሊሙ ኣጸሊሙ ኣጸሊሙ ኣነ ብጣዕሚ እዩ ዝገርም ዋእ ጋሻ ወይ ጌርካ ወይ ትምግቶ ኣነ ሕዚ ኣይጸርፎን እየ ንምንታይ ዘይደገፈ ኢላ መሰሉ እዩ ተረዲእካ እንዶ ንምንታይ ኣነ ዝድግፎ ዘይደገፈ ኢላ ኣይጻረፍን መሰል ዝብሃል ነገር እንዮ እሞ ድማ እሱ ናይ ሰብኣዊ መሰል ተቃላሳይ እየ እንዳበለ ማለት እዩ እና ብዙሕ ግዜ እንትን ይብለኒ እዩ ዋእ ንምንታይ እዩ ግን ኩሉ ግዜ ይጸለመ ብቻ ዝሰርሕ ቅድሚ ሕዚ እውን ሓደ ድምፃዊ ነይሩ ናሆም መስተ በቃ ሓመድ እዩ ገይርዎ ኣትዩ ቅድሚ ዝተወሰነ ኣዋርሕ እንዳረኣክዎ ኩሉ ግዜ ንምንታይ ዋላ እቲ ብሓደ ንሰበይቱ። ሓደ እሺ ተካታተልቲ ካብዚ ብምቅጻል ድማ ስታሊን ከም ዝበሎ ማለት እዩ ኤሪዚንጋ ናብ ትግራይ ከም ዝከደ ይፍለጥ እዩ መከዲኡ ምክንያት ድማ ወይ ድማ ቀንዲ ዝዓለመ ምክንያቱ ድማ ህዝቢ ኤርትራ እና ህዝቢ ትግራይ ንምፍላይ ማለት እዩ ጽምዶ ንምፍራስ ማለት እዩ እስቲ ናብቲ መደብ ከብሉኩም። ባህር ምናምን ኤርትራን ትንሽ እስቲ ገለል እናርጋሽ ገሸሽ እናርጋት

ለአንድ ወገን እንዲሁ ጎላ ያለ ጎላ ያለ ክሊርሊ ለአንድ ወገን ሳይድ ያደረገ ሎቢ ለማድረግ ከመጣ ግን ዴድ ኦን አራይቫል ነው። እሽፍቶ ኣትኸልቲ ካብዚ ምቕጻል ድማና ስርዓተ ምምራቕ ኣብ ኣስመራ ዝተኻየደ ናኡብ ክብለኩም እየ ሰናይ ምክትታል። ዝኸበርካ ዶክተር ሃይለ ምሕጹን ፈጻሚ ዳይረክተር ኢንስቲትዩት ላዕለዋይ ትምህርትን ምርምርን፣ ዝኸበርካ ዶክተር እስቲፋኖስ ሃይለማርያም ዲን ኮሌጅ ዋኒንን ማሕበራዊ ስነ ፍልጠትን፣ ዝኸበርኩም ሚኒስተራት፣ ላዕለዎት ሓለፍትን መንግስትን ግንባርን፣ ዝኸበርኩም መማህራን፣ ዝኸበርኩም ወነድን ተመረቕትን፣ ፈለማ ናብዛ ዕዝዝቲ ናይ ሓጎስን ፍስሃን ዕለት እንቋዕ ኣብጽሓና። ንተመረቕቲ ብፍላይ ትምህርትኹም ንምዝዛም ዝገበርኩሞ ዘይሕለል ጻዕሪ ጸማ ረኺቡ ኣብዛ ኣብ ጉዕዞ ህይወትኩም ኣገዳሲት ናይ መቐይሮ ዕለተ ምረቓ ምብጻሕኩም ዮሃና እንቋዕ ደስ በለኩም እብል። ክቡራት ወለዲ እውን ደቅኹም ኣብ ምዕባይን ምኹስኳስን ዘፍሰስኩሞ ጸዓት፣ ከምኡ'ውን ነዛ ናይ ሎሚ መዓልቲ ክብርን ዓወትን ንኽጓናጸፉ ዝገበርኩሞ ወፍሪ ኣብ ብሱል ፍረ በጺሑ ኣሎ'ሞ ዮሃና! ዝኸበርኩም መማህራን፣ ብዲሲፕሊን ዝተሃንጹ ብቑዓትን ተዋዳደርትን ተማሃሮ ንምምራቕ ግዜኹምን ሞያዊ ፍልጠትኩምን ወፊኹም ዘርኣኹሞ ትግሃት፣ ኣካል ናይቲ ብቑዕ ወለዶ፣ ንምህናጽ ዝካየድ ኩሉንትናዊ ሃገራዊ ወፍሪ እዩ እሞ እንቋዕ ፍረ ጻዕረኹም ኣርኣየኩም ኣርኣያኩም ክብል ክብሪ እስመዓኒ። ዝኸበርኩምን ዝኸበርክንን ኩላትና ከም እንግንዘቦን ክቡር ፕሬዚደንት ኢሳያስ ኣፈወርቂ ኣብ ዝሓለፈ ፅምብል በዓል ናፅነት ዳግም ከም ዝገለፆን ትግባረ ዕቱብን ኣድማዕን ፕሮግራም ምምዕባል ጸጋ ሰብ ካብ ቀንዲ ሕመረትን ቀዳምነትን ልምዓታዊ ፖሊሲ መንግስቲ ኤርትራ ኮይኑ ጸኒሑ ኣሎ። ንገስጋስ ሃገራዊ ልምዓትና ኣራባሒ፣ ብዓለም ደረጃ ኣመዓራራዪ፣ ከምኡ'ውን ውስንነት ዘይብሉ ዘይንጸፍ ጎንታቱን ባህርያቱን ርዱኣት ስለዝኾኑ። ከምቲ ኣቐዲሙ ዝተጠቕሰ፣ መንግስቲ ኤርትራ ንትምህርቲ ከም መሰረታዊ ሰብኣዊ መሰልን መሰረት ሃገራዊ ህንጸትን ገይሩ ስለዝርእዮ፣ ኣብ ዝሓለፈ ናይ ናጽነት ዓመታት ኣብዚ ጽላት እዚ ገዚፍ ወፍሪ ገይሩ እዩ። እዚ ምስ ናይቲ ንህላዌና ከም ሃገርን ህዝብን ዝፈታትኑ በብእዋኑ ዝተኸስቱን ዝቕጽሉ ዘለዉን ግዳማዊ ተጻብኦታትን ሽርሕታትን ምዃኑ ምግንዛብ የድሊ። ዝኸበርኩምን ዝኸበርክንን፣ ኣብ ዝሓለፈ ሰላሳን ሓሙሽተን ዓመታት ብዝተገብረ እኩብ ወፍሪ

ናይ ሎሚ ዓመት ቁጽሪ ተመረቕቲ ኮሌጅ ዋኒንን ማሕበራዊ ስነ ፍልጠትን ድማ ናይዚ መርኣያ እዩ። በዚ ኣጋጣሚ እዚ ነዚ ዕማም እዚ ንምፍጻም ብኢንስቲትዩት ላዕለዋይ ትምህርትን ምርምርን ከምኡውን ኩለን ኮሌጃት ብዝተፈላለዩ ውዳቤታትን መድርኻትን ንዝተኻየዱ መደባታትን ጻዕርታትን እምስግን። ክቡራት ተመረቕቲ ከምቲ ብዘይሕለል ጻዕሪ ትምህርትኹም ብዓወት ትዛዝሙ ዘለኹም፣ ንዕቤት ሃገርኩምን ህዝብኹምን ውፉይ ኣበርክቶ ከም ትገብሩ ጽኑዕ እምነተይ እዩ። ኣብ መደምደምታ፣ ኣብ ሃገራዊ ልምዓትን ህንጸትን ሃገርና ሃገርን ዘለኩም ግደ ብንቕሓት፣ ተወፋይነት፣ ዕቱብነትን ትግሃትን ከተዕዝዙ፣ ንቐሲምኩምዎ ዘለኹም ሞያ ከኣ ብቐጻሊ ጻዕርን ምርምርን ከተዕብዩ እላቦ። ዓወት ንሓፋሽ የቀንየለይ። እሺ ፍትዋት ኣዝማሪኖታት ካብዚ ብምቅጻል ድማ እስቲ ንእስ ዝበለት ናይ ጀነራላት ኤርትራ ዝሓዘት መደብ ኣላ እስቲ ናብታ መደብ ክብለኩም።

እሽ ክቡራት ኻልቲ ካብዚ ብምቅጻል ድማ ቲክቶከር ኣዶናይ ማለት እዩ ንምንታይ እዩ ንህዝቢ ትግራይ ድምጺ ዘይኸውን እናበለ ሜሮን ሓውና እናወቀሶ ይርከብ ማለት እዩ እስቲ ናብቲ መደብ ክብለኩም። ብኣቢ ኣሕመድ ዝካየድ ግፍዕታት ኣሎ ስለምንታይ እዩ ኣዶናይ ተዛሪቡ ዘይፈልጥ ብመሰረቱ ኣዶናይ ብትግርኛ ውን ክዛረብ ኣይደልን ትግርኛ ድዩ ዘይክእል ኮይኑ ናይ ብሓቂ ዋላ ብመሰረቱ ካልእ ሽግር ኣሎ ስለዚ ዋት ኣም ትራይንግ ቱ ሰይ ኢዝ ሓሰኻ ደምበስ ናብ ዝለምለመሉ ስኢ እዚ ሕጂ ናይ በሓቂ ሓልዮት ህዝቢ ትግራይ ድዩ ዋላስ ተልእኾ እዩ ናብ ሕቶ እዩ እዚ ሕጂ just a question ንኹላትና ሕቶ ማለት እዩ ምኽንያቱ እዚ ኩሉ ነገራት ክወርድ እንከሎ ኣብይ ብዙሕ ነገር ክገብር እንከሎ ኣይትዛረብን ኢኻ መናፍሕ ኩናት ክሃርም እንከሎ ኣይትዛረብን ኢኻ ኣብ ዓዲ ምሓራ ሽግር ከውርድ ከሎ ኣይትዛረብን ኢኻ ኣብ ትግራይ ህወሓት ገፊፎም ኢልካ መፂኻ ግን ትዛረብ ሕጂ እቲ ግፋ ብርግፅ ክኸውን ኣለዎ ድዮ የብሉን ዝያዳ ንህዝቢ ትግራይ ዝግደፍ ጉዳይ እኳ እንተኾነ ሓደ ሌጂትሜት ወይ ከዓ ሓደ ሪዝነብል ዝኾነ ኬዝ እንተተፈጢሩ ግን ንሓፂር እዋን ክፍፀም ዝኽእል ነገር እዩ። ሓድሽ ነገር ኣይኮነን። ወል ብህወሓት ዝጅመረ ኣይኮነን። ግን ዝያዳ ኣነ ናተይ እምንቶ ነቲ ህዝቢ የእሚንካ ኣብ መሳርዕ ከተሰልፎ ከለካ ዝያዳ ውፅኢታዊ ዝኸውን እዞም ኣክቲቪስት ኢና ኢንፍሉዌንሰራት ኢና በሃልቲ ኣይ ቲንክ እታ ዘ ገለ ትብል ኣላ ሓንቲ ውን ካልእ ጓል ዜማ ገለ ከኣ ምስለን ተዛሪባ ኔራ ኣበይ ዮም ኔሮም እዚ ኩሉ ዓመታት ህዝቢ ትግራይ ሓደ ሚልዮን ክጠፍእ ከሎ ኣደዳ እዚ ኩሉ ስቅያት ክኸውን ከሎ ኣበይ ኔሮም ሕጂ ዘርእየካ ነገር እንታይ ዩ ኣብይ ኣሕመድ ኢንፈልትሬት ንምግባር ወይ ከኣ ንህዝቢ ትግራይ ንምምቕቓል ዝጻወቶ ዘሎ ጠላዕ ቀሊል ኣይኮነን መወዳእታ ናይ ኣብይ ኣሕመድ እቲ ገጅፍ ዕላማ እቲ ቢግ ፒክቸር እንድሕር ርኢናዮ ምብትታን ናይ ህዝቢ ትግራይ ዩ ካብኡ ከኣ ናይ ኤርትራ ማለት ዩ ዓዲ ኣምሓራ ውን ከምኡ እዚ ኣደይ ንጉስ ኢላትኒ ዝብል ዘሎ ቀዳማይ ሚኒስተር ኣዲኡ ንጉስ ኢላቶ ነይራ ዳይ ነበረቶን ዊደኖ ግን ንህዝቢ ትግራይ ብዝተፈላለየ መንገዲ እዩ ዝፍትኖ ዘሎ ሕጂ ሓቂ ክንዛረብ ተኮይና ህዝቢ ትግራይ ካብ ህወሓት ንላዕሊ ሕጂ ኣማራፂ ኣለዎ ድዩ ዝብል ሕቶ እውን ክምለስ ኣሎ ልክዕ እዚ ሕቶ እዚ እውን ንተጋሩ ዝምልከት እዩ እሺ ፍትዋ ተኻልቲ ካብዚ ምቕጻል ድማ ናትናኤል ኣስመላሽ ብዛዕባ ና ሰራዊት ኤርትራ መበል ሰላሳ ሸሞንተይ ዙር ዝተመረቑ እንዳድነቐ ይርከብ ናብቲ መደብ ከብለኩም እስቲ።
ባዕላ ካብቲ ኣብቲ ከምዚ ኣነ ዝነበርኩ እቶም ካልኦት ኣጋይሽን ዝነበርዎ ኣብቲ ውሽጢ ስቴድየም ኮንካ ክትሪኦ ከለካ ናይ ባዕሉ ዝኮነ ስምዒት ይፈጥረልካ እዩ ናይ ቀደም ታሪክ ናይ ኤርትራ ኣብኡ ብሰርከስን ብገለን ክትርኢ ከለካ ትግራይ መዓስ እያ ከምኡ ትኸውን ኢልካ ትትስፎ ትፅበ ዘይኮነሉ ምክንያት ከዓ የለን ብፍላይ እታ ናይ መጨረሻ ቃል ናይ ፕሬዚደንት ምስ ተዘረበት ትርችት መብዛሕትኩም ብሚድያ ከም ተኸታቲልኩሞ ኣብኡ ኮይንካ ክትከታተሉ ከለካ ግን ብጣዕሚ ደስ ዝብል ብጣዕሚ ተስፋ እቲ ርችት ዝብምሉ ንሰላሳ ደቂቕ ክትኮስ ከሉ ወዲ በሻሻ ዝፅበዮ ዝነበረ ካልእ እቶም ካልኦት ዝፅበይዎ ዝነበሩ ካልእ ትርችት ግን መልእኽቲ ኣለዎ ፈቲኹም ፈቲኹም ጸሊእኹም ድሕሪ ሕጂ ኣብ ዶብ ትግራይን ኤርትራን ናይ ጥይት ናይ መድፍዕ ናይ ታንኪ ዘይኮነ ከምኡ ዓይነት ርችት ኣብ ቀረባ እዋን ድማ ክትሪኡ ኢኹም ሶ እቶም ኣብ ትግራይ ኣብ ትግራይ ዘለኹም ብምሉእኹም እዚ ኣብ መንጎ ናይ ናይ ኤርትራ ዩቱበራት ወይ ሶሻል ሚድያ ተጠቀምቲ ናይ ትግራይን ዘሎ ጽምዶ ኩልኹም ውፅኢቱ ርኢኹም ኣለኹም ገና ፅምዶ ካብዚ ናበይ ከምዝኸይድ ክንሪኦ ኢና so እቲ ፋይናል ጎል እቶም መራሕቲ ኦፊሻሊ ኣውፂኦም ተሓባቢሮም ልክዕ ከምቲ ቀደም ንደርጊ ክዳን ዝደምሰስዎ ከምኡ ክንርኢ ናተይ ድሌት ከምኡ ስለዚ ዓመት ዓመት ናይ ኤርትራ ነፃነት ብዝተኸበረ ቁፅሪ ዘሕምሞ እንድሕር ኣሎ ወይ ሓንቲ ክንገብሮ ኣይንኽእል ኢና ይርዳእኹም ጥራሕ ኢና ክንብል እታ ንዓይ ደስ ዝበለትኒ መልእኽቲ ኣብቲ ናይ ትማሊ ዝነበረ እዚኣ እንድያ ልምዓታዊ መኸተ ህንፀት ሃገር ከዓ ዘይፍለ ሓይልታት ምክልኻል ከም ዲናሞ ሕመረትን ድርዒ ጠረፍን ስለ ዘሎ ሓበን ይልበስ መሰናኽላት እንተለዉ እውን ስክፍታ የለን ቅሰኑ። ፅንዓትና ናይ ኣማን ዋሕስና ናይ ፅንዓት መምህራንና ዝኾኑ ሰማእታት ይኽበሩን ይዘከሩን። ዓወት ንሓፋሽ!
እዚ እንዳ ካልኦትን እዚኣ እንዳ ትሕመኩም እዚኣ እታ መይን ፖይንት እታ መይን መልእኽቲ እዚኣ እያ ነይራ። ስለዚ ሕጂ ኩናት ትፅበዩ ዝነበርኩም መን እዩ ሓደ ጀነራል እንታይ ዝበለ ፅምዶ እንድሕር ዳ ኣብ ተግባር ኣብ መሬት ወሪዱ ንሕና ናብ መሬት ክንወርድ ኢና ነቲ ፅምዶ ድማ ግብረ መልሲ ክንህበሉ ኢና ዶ ክነቕልጦ ኢና ዶ ገለ ብል ነይሩ ሓደ ሙሩኽ ጀነራል ስለዚ እቶም ጀነራላት ናይ ብልፅግና ንባዕሎም ኣብ ከኒና እንዳውሓጥካ ዓዲ ዘመሓድሩ ጀነራላት ኣብ ሕልሚ ዘለዉ ጀነራላት እዮም እንታይ ሒዞም ንመን ሒዞም ኣብ ዶብ ትግራይን ኤርትራን መፅኦም ከም ዝዋግኡ ክንርኢ ኢና ውልሲ ሶዛ ሕቶ እዚኣ እንታይ ትብል ሓወና ናትናኤል ዴሊጌሽን ናይ ትግራይ ኣብቲ በዓል ክሳተፍ ተፀቢና ነርና ተሳቲፎም እዮም ኣነ እንታይ ካልኦት እውን ነይሮም እዮም ድሓን ግዜኡ ምስ ኣኸለ ክንነግረኩም ኢና ስለዚ ወዲ በሻሻ ዝሓስባ ዘሎ ነገር ትግራይ ሃገር ኣይኮነትን ስለዚ ምስ ሃገር ክትራኸብ የብላን እታ ንወዲ ወረደ ዘፈረሞ ፊርማ ኣነ ባዕለ ኣፍሪሰ እየ ካልኦት እውን ነይሮም እዮም ስለዚ ብዙሕ ኣይትሰከፉ ክንብል ደሊና ኢና ኣይሆፕ ኣብ ቀረባ እዋን ብዙሓት ለውጥታት ክንርኢ ምርጫ ኣይ ቲንክ ተዘይተጋጌ ድሕሪ ኣርባዕተ መዓልቲ ድዩ ሎሚ ዕለት 26 ኣሎ ድሕሪ ወላ ድሕሪ ሰሙን ዳርጋ ድሕሪ ሰሙን ማለት እዩ እታ ምርጫ ክትካየድ እያ ስለዚ ብዙሕ ኣይትጨነቑ ብፍላይ ነቶም ኣብ ኣዲስ ኣበባ ኮፍ ኢልኩም ኩናት ክጅመር እዩ ዶ ኣብ ኤርትራ ከምዚ ዘሎ ዶ ሓንቲ ኣብዚ ሰሙን እዚ ዘምጽዋ ነይራ ኤርትራን ኢትዮጵያን ተራኺበን ዝበሃል ነይሩ ሓሶት እዩ የለን ወዲ በሻሻ ምስ ሻዕብያ ክራኸብ እንድሕር ኮይኑ መጀመርያ መጀመርያ ብዛዕባ ወደብ ዝምልከት ዝሓለፈ ሰለስተ ዓመት ተዛረቦ ኦፊሻሊ ንመንግስቲ ኤርትራን ንህዝቢ ኤርትራን ይቕሬታ ክሓትት ኣለዎ ናይ መጀመርያ ንሻዕብያ ክራኸብ እንድሕር ኮይኑ ወደብ ዝብሃል ኢትዮጵያ ከምዘይነበራን ከምዘይ ቅድሚ ሕጂ ዓሰብዶ ወሎዶ ዝብሃል ራስገዝዶ ገለዶ ዝብሃል ሕጂ እውን ኣምፅኦም ኣለው የለን ኢሉ ኦፊሻሊ ኣብ ቴሌቭዥን ኢትዮጵያ ከምቲ ወደብ የድልየና እዩ ዝበሎ ኣብ ቴሌቭዥን ኢትዮጵያ ወዲ በሻሻ ቀሪቡ ንህዝቢ ኤርትራን ንመንግስቲ ኤርትራን ይቕሬታ ክሓትት ኣለዎ ምስ ሻዕብያ ክራኸብ እንድሕር ኮይኑ እሶም ምስ ሻዕብያ ተራኺብና ዶ ወከልቶም ኣበይ ኣብ ኬንያ ድዩ ወላ ዕረ ዶ ኣብ ገለ ተራኺቦም ዶ ኡጋንዳ ተራኺቦም ዶ ገለ ዝበሃል ነገር ሓሶት እዩ። ጉዳይ ባንዴራ ኣብ ሱሳን ክልተን ሃይለ ስላሰ ነዚ ኣብ መለይ ኣውሪዱ ብሕጊ ሰይሩ ኣነክሴሽን ምስ ገበራ ንኤርትራ ነዚኣ ባንዴራ ሒዞም ኤርትራውያን ወጺኦም ተቃሊሶም ነዚኣ ባንዴርኦም ዝፈልጡዋ ኢሎም ተቃሊሶም ሽዑ ጀብሃ ኢሎም ፋሕፋሕ ዝበሉ ኒሮም ብድሕርኡ ከኣ ሻዕብያ ዝበሃሉ መጺኦም ሻዕብያ ዋላ እንተ መፈላለየት እንተ ሒዙ መፈላለየኦም ንሽተይ ክነግረኩም ኣብቲ ሽዑ ግዜ ናይ ጀብሃ ሰውራ ወይ ከኣ መለይ ሰውራ ፋሕፋሕ ዝተበለ ቃልሲ ኔሩ መትሓዚ ዘይብሉ ከም ድበልኩኹም እዚ ከኣ ሞር ሰንትራላይዝድ እክብ ዝበለ ሓይሊ እዩ ኔሩ ክልቲኦም ንኤርትራ ዝቃለሱ ሰባት እዮም ነይሮም። ኣብ መወዳእታ ዋላ እዚኦም ኣብዚኣ ዝትጸንበሩ ሰባት ንክልቲኤን ሒዞም እዮም ዝቃለሱ ነይሮም። እዚ መፍለይቶም እዩ ነይሩ እምበር ንክልቲኤን እንዳኽበሩ እዮም ኣስመራ ኣትዮም። ሻዕብያ ማለት እዩ። ሕጂ። So ናጽነት ምስ መጸ ናይ ኤርትራ እዚኤን ክልቲኤን ባንዴራታት ዋላ እንተ ኣኽቢርናየን ብታሪኽን ብመለለይኤን ንኩላትና መሕበሪት ኢሎም ዝሓወስወን ባንዲራ ነይራ እዚኣ ማለት እዩ ሃገራዊት ባንዲራ ናይ ኤረትራ ዓንቀጽ ዓርባተ ኣብ ቅዋም ናይ ኤረትራ ዝትነደፈት ዘላ ባንዲራ ናይ ኤረትራ እያ ሕጋዊት ባንዲራና ማለት እዩ። ሕጂ ዋላ ክምኡ እንተበልኩ እዚኣ መለለይት ሰውራና እያ ዋላ ቀደም ነይራ ንጀብሃን ሻዕብያን ዋላ ሕጂ ከኣ ንዓና መለለይት ሰውራና እያ እምበር ኣብ ካልእ ናይ ፖሎቲካ ነገራት ኣይኮናን ንኣቱ ኣብ ኤረትራ ሕግን ቅዋምን ዘለና ሰባት ኢና ሕግን ቅዋምን ከኣ ነኽብሮ ኢና እዚ መለለዪ ሰውራና እዩ ኢና ንብል ዘለና እም ሕጂ መለለይታት ኣርማታት ባንዴራታት ካብ ሃለወና ክምዚ ኣብ ናይ ህዝባዊ ግንባር ኦፊስ ዘሎዎም ንዘላ ሕጋዊት ባንዴራን ነዚኣ ናይ ውድብ ባንዴራ ከኣ ብሓንሳብ እዮም ዝገብርወን እዚኣ ናቶም ኣርማ እዮም ናቶም መለለይቶም እያ ንሕና ነዚ ናቶም ኣገባባት ዘይንድግፎ ከዓ ናትና መመለለይት ኣለትና መለይ ሰውራ ዝበሃል ሕግን መንግስትን ምስ መፀ ናይ ሰራዊት ድያ ትኸውን ናይ ሃገር ድያ ትኸውን ከም ደለታ ናይ ውድብ ድያ ወይ ናይ ሰውራ መፈለይ ድያ ዝኾነ ኣብ ባይቶ ተላዚብና ብሕጋዊ መጠናታት ክንገብሮ ኢና ከምኡ እንተኮይኑ ሽግር ኣይመፅእን እዩ ንኩላትና ውግሕድሕድ ክፍጥሩልና ዝደልዩ ሰባት ሕጂ ኩላትኩም ኣብዚ ደገ ዘለና ዋላ ኣብ ውሽጢ ኤረትራ ብፖለትካ ንዕዘብ ዘለና ናይ ጉዳይ ሃገርና ናብ ቁዋም ክንጽንበር ኣለና ኩለን ሓሳባትና መሰልና እንድዩ ሒዝናየን ናፍቲ ቁዋም ክንጽንበር ኣለና እሳብ መእከቢትና ወከሕድሕድ ከይመጻና ብዙሕን ሓሳባት ኣብኣ እንተተኣኪብና ብሕጋዊ መጠን እዚኦም እንዳ ጸትታ ናይ ኤርትራ ክጻውቱልና ኣይክእሉን እዮም እሶም መጺኦም በቢሄር ብኣውራጃ ብሃይማኖት ብኩሉ ይፍትኑልካ ዋላ ብባንዴራ ብዝሖነ ዋላ ብታሪኽ ጀብሃ ዲኻ ሻዕብያ ዲኻ ኦቤል ዲኻ ክምዚ ዲኻ ኔርካ ገለ ብዝሖነ እዮም ዝፍትኑልካ ብኩምኡ እዮም ዘውድቁና ዘሉ ዝፋላልዩና ዘሉ ምትእምማን ዘጥፍኡልና ዘሉ ኣብዚ ሕጂ ደረጃ ቅዋም እዩ ዝድልየና ዘሎ ካልእ ኣይድልየናን እዩ ሓሳባትኩም መሰልኩም እዩ ንቅዋም ዘይሰርሕ ሰብ ግን ንኢስያስ ኢካ ትህግዝ ዘለካ እዚኣ ክርደኣካ ኣለዎ እንታይ ቅጭ መጺካ ሕጊ ደይ ደለካ እንታይ ገለ ገርካ ዲካ። ሕጂ ክምዚ ናይ ቅድሚ ሕጂ መለይ ትፍለጥ ኮላ ኣብ ኤረትራ ናቶም ኣርማ ሒዞም ንመለይ ሒዞም ዝቃለሱ ዝነበሩ ህዝባዊ ግንባር ናሕና ካኣ ሕጂ ብዘላ ሃገራዊት ባንዴራና ሒዝና ምስ መለለይትና መለይ ሒዝና ክልቲኤን ሒዝና ካኣ ንቃለስ ኣለና ማለት እዩ ከምዚ ቅድሚ ሕጂ ሕግታት እንዳኽበርና ማለት እዩ።
ናሎማዓንቲ መደብና እዚ ይመስል ነይሩ ኣብ ቐፃሊ ብሓዱሽ መደብ እስካዕ ንራኽብ ኣብዚ ዘለኹሞ ሰናይ ይምነየልኹም።